ኣብ ነፍሲ ወከፍ ዓመት ካብ ሕዳር ዕስራን ሓሙሽተን ክሳብ ታሕሳስ ዓሰርተ ተዘኪሩ ዝቕኒ ግሎባዊ ወፈራ እዩ። እዚ ናይ ዓሰርተ ሽዱሽተ መዓልታት ምንጥጣፍ ጾታዊ ሰረት ዘለዎ ዓመጽ ብኹሉ መልክዓቱ ንምቅዋም ናይ መላእ ዓለም ድምጺ ይሕብር። ከም ናይ ኤርትራውያን ደቂ ኣንስትዮ ማሕበር እዋንና

እዋና ብዝገበራለይ ዕድመ እዚ ኣብ ርእሲ ደቂ ኣንስትዮ ዝወርድ ዘሎ ዓመጽ ብዛዕብኡ ክዛረብ እየ መጺኤ ዘለኹ። መቸም ደቂ ኣንስትዮ ኣካል ሕብረተሰብ እየን። ኩሉ ግዜ ኣብ ባህልና ከም ንብሎ ከኣ ደቂ ኣንስትዮ ምሕብሓብ፣ ደቂ ኣንስትዮ ምምሃር ማለት ነታ ሕብረተሰብ ምእላይ ማለት እዩ። ግን ከም ንዕዘቦ ዘለና ኣብ ሃገርና ወይ ኣብ ሕብረተሰብና ጥራሕ'ኳ ዘይኮነ ኣብ ምሉእ ዓለም ደቂ ኣንስትዮ እተን ዝያዳ ዝተሃሰያ፣ ዝያዳ ዝተዓመጻ፣ ዝያዳ ዝተወጽዓ ኣካል ሕብረተሰብና'የን። ደቂ ኣንስትዮ ኩሉ ዓይነት ወጽዓ ማለት ኣካላዊ ወጽዓ፣ ስነ-ኣእምሮኣዊ ወጽዓ፣ ስነልቦናዊ ወጽዓ፣ እንኮላይ ናይ ጾታዊ ዓመጽ ዘተኮረ ወጽዓ የጋጥመን እዩ። እዚ ከኣ መብዛሕቱ ብደቂ ተባዕትዮ፣ ብደቂ ተባዕትዮ ጥራሕ ዘይኮነ ከኣ በቶም ዝቐርብወን ደቂ ተባዕትዮ ወይ በቶም እሰን ዝቕርብኦም ደቂ ተባዕትዮ እዩ ዘጋጥም። ሕጂ ኣብ ሕብረተሰብና ክትመጽእ ከለኻ እውን ኪኖ እዚ ወጽዓ እዚ ብዙሕ ግዜ ንደቂ ኣንስትዮ ዘቆናጽብ፣ ንደቂ ኣንስትዮ ዝሃሲ፣ ንደቂ ኣንስትዮ ዝጎድእ ዓይነት ኣዘራርባታት፣ ተግባራት ብፍላይ ከኣ ምስዚ ህጂ ገኒኑ ዘሎ ናይ ማሕበራዊ ሜድያ ንዕዘብ ኢና ማለት እዩ። እቲ ሕቶ ኩላትና ናብ ነብስና ስለ ዘይነምጽኦ ኢና እምበረይ ኣደ ዘይብሉ የለን፣ ሓብቲ ብዙሓት እሕዋት ዘለዋና ኣለዋ፣ ቤተሰብ ደቂ ኣንስትዮ ዘለዋና እውን ዳርጋ ኩላትና ኢና ክንብል ንኽእል። ህጂ እዛ ትዕመጽ ደላ እዛ ትውጽዓ ደላ እዛ ዝኾነ ሓደ ዝጠቅም ዘይጠቅም ዝዝልፋ ዝውዕል ዘሎ ጓል ኣንስተይቲ ሓብተይ ኔራ፣ ኣደይ ኔራ ወይ ከኣ ናተይ መቕርብ ኔራ እንተትኸውን ኢልናስ ሓሲብናኸ ንፈልጥ ዲና ይብል እየ ኩሉ ግዜ። ምኽንያቱ ከምኡ ዓይነት ኣተሓሳስባ እንተንገብር ኔርና ኣሽንኳይ ንኻልኦት ክንጻረፍሲ ነተን ደቂ ኣንስትዮና ጥራሕ ዘይኮነ ንዝኾነ ጓል ኣንስተይቲ ክንከላኸለላ ክንሕብሕባ ኢልና ምተበገስና ኔርና ይመስለኒ። ሕጂ ብሓፈሻ ክንሪኦ ከለና እቲ ወጽዓ ደቂ ኣንስትዮ ካበይ እዩ ድመጽእ ኢልካ ምርዳእ እውን ኣገዳሲ ይመስለኒ። ምናልባሽ ካብ ሰብ ናብ ሰብ ይፈላለ ይኸውን እንድዩ። ገለ ሰባት ኣኽብሮት ዘለዎም ኣብ ደቂ ኣንስትዮ የለዉን ማለተይ ኣይኮነን፣ ብዙሓት ኣለዉ። ግን እቶም ወጽዓ ኣብ ርእሲ ደቂ ኣንስትዮ ከም ኖርማል ገይሮም ዝወስድዎ እንታይ ስለ ዝኾኑ እዮም? ካበይ ስለ ዝመጸ እዚ ዓይነት እዚ ኣተሓሳስባ እዩ? እንድሕር ኢልካ ብዙሕ ዓይነት ምንጪ ክህሉ ይኽእል እዩ። ብሓፈሻ እዚ ምኽንያት እዚ ከም ምኽንያት ኢልና ክንጠቕሶ ክነቐምጦ ኣለና ማለተይ ኣይኮነን ግን ንኸምኦም ዓይነት ደቂ ተባዕትዮ ስለ ዘተባብዕ ክንፈልጦ ስለ ዘለና ጥራሕ እየ ዝዛረበሉ ዘለኹ እምበር ጓል ኣንስተይቲ ንምዕማጽ ጓል ኣንስተይቲ ንምጽቃጥ ዝኾነ ምኽንያት ኣሎ ማለተይ ኣይኮነን ወይ ቅቡል እዩ ማለተይ ኣይኮነን ኣብቶም ምኽንያት እንድሕር ተመሊስና ግን እዚ ኣባታዊ ዝኾነ ስርዓት ኣባታዊ ዝኾነ ኣተዓባብያ ኣብ ሕብረተሰብና ዳርጋ ናብ ሙሉእ ዓለም እውን ክትብሎ ትኽእል ኢኻ ንደቂ ኣንስትዮ ሓንቲ ከም ተጸቃጢት ኩሉ ግዜ ካልኣይ ዕድል ጥራሕ ዝምልከታ ጌሩ እዩ ዝወስዳ ኣብ ገዛ ጓልን ወድን እንድሕር ኣለው እቲ ዝበለጸ ዕድል ናይ ትምህርቲ በሎ ናይ ቁጠባ በሎ ናይ ካልእ ነገር ነዋልድ እዩ ዝንፈገን ደቂ ተባዕትዮ እዮም ዝወስድዎ። ብኡ መንጽር ከኣ ኣብቲ ዕብየት ክትርኢ ከለኻ ኣብቲ ቁጠባ፣ ኣብቲ ማሕበረሰብ፣ ኣብ ኩሉ ነገር እቲ ዕብለላ ደቂ ተባዕትዮ እዮም ዝዕብልልዎ። ብመንጽል መራሕቲ ክንርኢ ንኽእል ኢና፣ ብመንጽር እቶም ጽልዋ ዝገብሩ ብዓለማት ክንርእዮም ንኽእል ኢና። እቶም ዝበዝሑ ደቂ ተባዕትዮ እዮም። እዚ ከኣ ሕምቀት ደቂ ኣንስትዮ ማለት ኣይኮነን። እንታይ ደኣ እቲ ዕድላት ንዕኦም ስለ ዝወሃቦም እዩ። እቲ ካልእ ብፍላይ ምስዚ ስደት ክትመጽእ ከለኻ ዳርጋ ብዙሕ ምኽንያታት ዘየድሊ ናይ መስተ ናይ ስኽራን ናይ ሓሹሽ ክውሰኾ ይኽእል እዩ እዚ ግን ክንኣልዮ እቲ ሕብረተሰብና ክንሕብሕቦ ክንክእል ኣለና ብኡ መጠን ከኣ ኣብ ርእሲ ደቀንስትዮ ዘለና ክብረት ሓለፋ እዚ ጽቡቕ ነገር ክንውስኾ ክንክእል ኣለና ምኽንያቱ እተን ሎሚ ቆለውዕ ዘለዋ ደቅና ንዓበይቲ እንተ ዘይሓብሒብና ሎሚ ንዓበይቲ ደቂ ኣንስትዮ እተ ዘይተኸናኺንና እሰን እውን ከምኡ ዓይነት ዕጫ ክበፅሐን እዩ ሰለዚ በዚ ምኽንያት እዚ ኸኣኒ ደቂ ኣንስትዮና ክንከላኸለለን ክንሕብሕበን ክነፍቅረን ዘለና ብዙሓት ደቂ ተባዕትዮ ንደቂ ኣንስትዮ ጥራሕ እዮም ዝሕለቑ ወይ ደቂ ኣንስትዮ ንደቂ ኣንስትዮ ጥራሕ እየን ዝሕለቓ፣ ደቂ ተባዕትዮ ስህሰ የለውንዶ፣ ደቂ ተባዕትዮስ ሕማቕ ወርዶም ኣሎዶ ዝበሃል ዘረባታት ንሰምዖ ኢና። ሓቅነት የብሉን ማለት ኣይኮነን ግን ወላ ብኣሃዝ ተሪኢኻዮ ወላ ብዓይነት ተሪኢኻዮ ወላ ብቑፅሪ ተሪኢኻዮ ብኹሉ ዓይነት መለክዕታት ኣብ ዓለም ደቂ ኣንስትዮ እተን ዝተሃሰያ እየን ብዓመጽ ተሪኢኻ ንኣብነት ኣብዚ ዓዲ እንግሊዝ ኣለኹ ኣነ ደቂ ኣንስትዮ ሰብዓ ሚእታዊት ካብ ደቂ ኣንስትዮ ካብዘን ኣቕዲመ ዝጠቐስክወን ዓመጽ ሓንቲ ዓይነት ዓመጽ ወይ ክልተ ዓይነት ዓመጽ ኣጋጢምወን ኣሎ ብደቂ ተባዕትዮ ግን ከምኡ ዓይነት ኣይኮነን ብኻልኣይ ደረጃ ተሪኢኻዮ ውን ወዲ ተባዕታይ ካብቲ ዘጋጥሞ ዘሎ ሽግር እልይ ክብል ይኽእል እዩ ብዙሓት ደቂ ኣንስትዮ ክእለያ ኣይክእላን እየን ምኽንያቱ እቲ ሽግር ደድሕሪኤን እዩ ዝኸይድ ስለዚ በዚ መጠን እዚ እዩ ከኣ ኣሕዋትና ብዝያዳ እዘን ኣብ ስደት ዘለዋ እንተ ሪኢናየን ከኣ ናይ ቤተሰብ ሓገዝ የብለኒ ናይ ኣሕዋት ከለላ የብለኒ ዳርጋ በይነን እየን ተነጺለን እየን ንሕና ተዘየፍቂርናየን ንሕና ተዘይሓሊናየን ንሕና ተዘይተኸላኺልናለን ግዳይ እየን ዝኾና ብኣና ጥራሕ ብኻልእ ውን ግዳይ ክኾና ይኽእላ እየን ብዓቢኡ ስደት ግዳይ እዩ ዝገብረና ዘሎ ህጂ ኣብ መጨረሽታ እንታይ እየ ክብል ዝደሊ እዚ ናይ ደቀንስትዮ ማዕርነት ናይ ደቂ ኣንስትዮ ሕማቕ ነገር ዘጋጥመን ክእለ እንድሕር ኮይኑ ንሕና ደቂ ተባዕትዮ ቀንዲ ኣብርከቲ ክንከውን ክንክእል ኣለና ኣብ ክንዲ ቀንዲ ተሓመይቲ ቀንዲ ነዚ ገበን እዚ ፈጸምቲ ተባሂልና ኩሉ ግዜ እንኽሰስ ኣብቲ ጽቡቕ ነገር ኣብርከቲ ክንከውን ንኽእል ክንክእል ኣለና ከምኡ እንድሕር ጌርና ከኣ እዚ ሽግር እዚ ዘይቅረፈሉ ምኽንያት ኣይረኣየንን እዩ ንዓይ ስለዚ እዚ ክብል እየ ሎሚ መጽየ የቀንየለይ እዋና ነዚ ዝዓደምክናኒ ከኣ ብጣዕሚ የቀንየለይ።